ዝኸበርኩም መላእ ደቂ ትግራይ፣ ዝኸበርኩም ተጋደልቲ ትግራይ፣ ዝኸበርኩም ኣብ ፀረ ደርጊ ዕጥቃዊ ተጋድሎ መሓዙት ገድሊ ትግራይ ኾንኩም ዝተጋደልኩምን ደጀን ኾንኩም ኣብ ዓወት ዘብፃሕኩምን ተጋደልትን ህዝብታትን ኢትዮጵያ ብመጀመርያ እንኳዕ ንመበል ሰላሳን

ህዝቢ ትግራይ ድማ ብፍሉይ ነዚ ዓወት ኣብ ምምፃእ ዝኸፈሎ ታሪኽ ዘይንስዖ ዘይተመጣጠነ መስዋእቲ ዘለኒ ክብርን ሞገስን ብዓሚቕ ስምዒት እንዳዘከርኩ እየ። ዝኸበርኩም ደቂ ትግራይ ደርጊ ንምድምሳስ ይኹን ንሰላምን ድሕንነትን ሃገርን ህንፀትን ንሰላምን ድሕንነትን ሃገርን ህንፀት ስርዓትን ሓለፋ ከይሓተትና ሕልፊ መስዋእቲ ዝኸፈልና እንተኾንና እውን ድሕሪ ዕስራን ሸውዓተን ዓመታት ዝግመትን ዘይግመትን ኩነታት ተፈጢሩ ተገድሊልና ተፃብኦ በዚሕና ብኹሉ ገፅ ጥቕዓት በፂሑና ኣብ ሃገር ይኹን ኣብ ትግራይ ምንባር ዘይንኽእለሉ ህልውናና ኣብ ሓደጋ ዝኣተወሉ ፀልማት ግዜ ተፈጢሩ ኣብ ታሪኽና ገጢሙ ዘይፈልጥ ኩለ መዳይ ክሳራ በፂሑና እዩ በቲ ጥቕዓት ዝበፅሐና ጉድኣት፣ ዝኸፈልናዮ ዋጋን ዝበፅሐና ስምብራትን ክንሽከም እንግደድ እንተኾንና እውን ሳላ ከም ህዝቢ ሓደ ኮይንና ዝመከትና ዝኸፍኤ ናይ ህልውና ጥፍኣት ሓሊፍና ኣብዚ ተነፃፃሪ ናይ ሰላም ግዜ በፂሕና ኢና። ናብዚ ዘብፁሑና ክብር ህይወቶም ዘሕለፉ ሰማእታትን ስድርኦምን፣ ጉድኣት ኣካልን ጉድኣት ኣካል ተጋደልትን ስድርኦምን ከምኡ እውን ተረፍ መስዋእትን መጉዳእትን ዝኾኑ ኣባላት ሰራዊትን ስለዝኾኑ ኣብዚ

ኤኮኖሚያውን ጸጥታውን ቅልውላው ኣቲና ኣብ ከቢድ ሓድነትናን ህልውናታን ዝፈተነ ኩነታት ከም ዘለና ናይ ዕዳጋ ምስጢር እዩ እዚ ሓደጋ ዝጥቀምን ዘባእስን ደጋዊ ሓይሊ እንተሃለወ እውን ተዋና ግን ናይ ውሽጥና እዩ። ናይ ውሽጥና ሽግር ድማ ፖለቲካዊ ስለ ዝኾነ ካብ ፈለምኡ ይኹን ሕዚ መፍትሒኡ ፖለቲካውን ሰላማውን እምበር ነንባዕልና ተዋጊእና ብሓይሊ ኣፈሙዝ ብሓይሊ ኣፈሙዝን ብጉልበትን እንፈትሖ ኣይኮነን። በዚ ኣጋጣሚ ብዕጥቂ ኩነታት ንምቕያር ዝግበር ፈተነ ከም ዘየለ ኩሉ ትግራዋይ ተገንዚቡ ንሰላማውን ፖለቲካውን ቃልሲ ክዳሎ ይግባእ። ዝኸበርካን ዝኸበርክንን ዝኸበርኩምን ዘለናዮ ኩነታት ተነፃፃሪ ሰላም እንተኾነ ውን እዚ ሰላም ኣዝዩ ተኣናፊ ምዃኑ ግልፂ እዩ። ስምምዕ ፕሪቶርያ መሊኡ ኣይተተግበረን። ብኣማኢት ኣሽሓት ዝቑፀሩ ተመዛበልትና ሕዚ ውን ኣብ ዘለውዎ ውን ምኽራም ዘይኽእለሉ ኩነታት መፅለሊ ካምፕታት ኣለው። ልዑላዊ ወሰናትና ሕዚ እውን ብሓይሊ ተታሒዙ ኣሎ ተታሒዞም ኣሎ። ሓረስታይና ንናይ ክራማት ማእቶት ሕርሻ ምድላውቱ ዝገብረሉ ኩነታት ኣሎ። ድኽነትና ዕምቆቱ ይኹን ስፍሓቱ ገዚፉ ካብ ድኽነት ንምውፃእ እንገብሮ ፃዕሪ ድማ ከቢድን ዝተወሳሰበን ኮይኑ ኣሎ። መንእሰይና ስራሕ ኣልቦ ኮይኑ ኣብ ጭንቅን ሰንፈላልን ተስፋ ምቑራጽን ኮይኑ ቐሊል ዘይኮነ ቕጥሪ ቑጥሪ ዓዱ ይለቅቕ ከም ዘሎ ግልጺ እዩ። ሓድነትና ዝጎድኡ ብዙሓት ተርእዮታት ከም ዘለዉ እውን ግልጺ እዩ። ተጋሩ ናይ ሰላም ግዜ የድልየና። ተጋሩ ሓድነት የድልየና። ተጋሩ ተስፋ የድልየና ተጋሩ ማእኸል ዝኾነ ናይ ኩላትና ዝኾነ መንግስቲ የድልየና ተጋሩ ካብዚ ሕዚ ዘለናሉ ዕንክሊል ኩነታት በጢስና ምውፃእ ምውፃእን ክብሪ ትግራይ ናብ ድንጉር ምምላስን የድልየና እዚ ንምግባር ድማ ኣብ ረብሓ ህዝቢ ኣብ ረብሓ ትግራይ እንተዓሲልና ዘይንፈትሖ ነገር የለን ዘልኣለማዊ ክብርን ሞጎስን ንሰማእታትና ትግራይ ትስዕር።